ክንዛረብ ኣቢልና ናብ ካልእ ነገራት ክንከይድ ኢና ማለት እዩ። ናብሲ ዋዛ ምስ ቁም ነገር ማለት እዩ። መጀመርታ ግን ክንሃርሞ ዘለና ዕላማ ትማሊ ትማሊ ጽምዶ ንጉስጉስ ነርና ትማሊ ትማሊ ሙሉእ ለይቲ ከይደቀስና ዝሓደርናሉ ጽምዶታት እዩ። ጽምዶ ናይ ትግራይ ሰላምን ናይ ኤርትራን ማለት እዩ። ሕጂ ብዛዕባ እዚ ተፈጢሩ ዘሎ ኩነታትን ናይ ኣብ ሓመድ ኣካይዳን ንእሽተይ ናበይ ገጹ እዩ እንታይ ገጹ እዩ ኩሉ ክንርእዮ ኣለና ማለት እዩ። ኩላኻትኩም ኮፕሊን ግበሩ ጋይስ ኣሕዋተይ ሓሙሽተ ሚእቲ ሽዱሽተ ሚእቲ ኩላኻትኩም ዝኾነ ይኹን ኩሉ ነገራት ግደፉ ሕጂ ናብዚ ጥራይ ኪድ ኢድና ደኺምና ያ ያ እቶም ትገብሩ ዘለኹም ክብረት ሃበልና ኣሕዋተይ ታንኪዩ ታንኪዩ ኣይ ላቭ ዩ ሶ ማች እንታይ ደኣ ብኩሉ ደኣ ክትሓምቁ ኮንኩም ኣይ ጊፍቲ ኣይ ገለ ታብታብ ደኣ ክትሓምቁ ደሊኹም ዋይ ኣይ ጊፍቲ ኣይ ገለ መለ ታብታብ ስባሕ ዝዋ እታ ታብታብ ጥራይ ባሕ ዝዋ ፅቡቅ ጌርኩም ንሳሲ ዋ እንታይ ኣነ ስግርም ታታብታብ ካብ ሓሳብ ዘይተሰምዖ ሰብ ክህሉ ይክእል እዩ ግን ድማ ብፍላይ ተጋሩ ማለት እዩ ብፍላይ ተጋሩ ማለት እዩ እዚ መፅኡ ዘሎ ክልተ ምርጫ እዩ ኣብዚ ደረጃ እዚ ኣብፂሑ ዘሎ ማለት እዩ ክትህሉ ተኸንካ ልእላውነትካ ክኽበረልካ ተኾይኑ ከም ሰብ ኣደልዲልካ ክትገብር ተኸንካ ነዚ መፂእካ ዘሎ ተዳሊኻሉ ክትፀንሕ ክትክእል ኣለካ ሕጂ ኣብ መቐለ ስለ ድሮን ዝተኮሰት ኣብ መቐለ ኣብ ኣሕመድ ናይ መወዳእታ እዚኣ ህላውነቱ ኣብ ኣሕመድ የለን ኣብ ኣሕመድ ስድርኡን ደቁን ኩሉ ኩሉ ንዕኡ ዝመስል ጠርኒፍዎ እዩ ዘሎ እቲ ሓንቲ ተሪፋቶ ዘላ ኣየር ጌርካ ምህዳም እዩ እዚኣ ወዲ ጀጋኑ ይብል ነይሩ ክትብሉ ኢኹም ኣብ ኣሕመድ እታ ተሪፋቶ ዘላ ስ ስድርኡ ጠርኒፍካ ምህዳም ጥራይ እያ። ማንም ሰብ ድማ ኣብዚ ናይ ቲክቶክ ኣብዚ ማስሜዳ ድማ ናይ ጓሂ ናይ ገለመለ ምልክት ናይ ናይ ፍርሂ ምልክት ኣይትርኢ ኩናት እዩ ኩናት እዩ ክትጥንቀቕ እዩ ዘለካ እምበር ኩናት እዩ ኖ ክትጥንቀቕ ኣለካ ኣብ ዝኾነ ማለት እዩ እቲ መንእሰይ እቲ ቆልዓ ሰበይቲ ዘሎ ክጥንቀቕ ኣለዎ ኩናት እዩ ትግራ ኣብዚ ማስሜዳ ትገብርዎ ዘለኹም ናይ ፍርሂ ግን ኢልናካ ነርና እንዲና እንታይ ዶ ገለመለ ዶ ፀገም የለን ሸሞንተ ድሮን መፅና ኣለዋ ዒስራ ድሮን ካብ ኣዲስ ኣበባ ክዝንብያ ይኽእላ እየን ፀገም ዝበሃል የብሉ ኣብ ሓመድ ዝኸዳ ዘሎ ግን ኣጥፊእኻ ጥፋእ እዩ ስድርኡን ገለመልን ሒዙ ናብ ካልእ ቦታ ከም ዝሃድም እዚኣ ይብል ነይሩ በሉ እዚ ዝኸዶ ዘሎ ኣብ ሓመድ ናብ ናብ ምድሪ ናብ ሓላፍነት ምስ መፀ ኣብ ኢትዮጵያ ኩሉ ሰብ ቅሳነት ስኢኑ ዘሎ ኩሉ ሰብ ብፍላይ ምስ ትግራይ ድማ ቀዳማይ ዕላማ ዘሎሞ ን ንትግራይ ኣጥፊኡ ድማ ን በቃ ጽልኢ ናይ ክርስትና እዩ ዘለዎ። ኣብ ኣሕመድ ወላ ሓደ ጽልኢ የብሉን ብጀካ ጽልኢ ናይ ክርስትና ካልእ የብሉን። ታይ ዘለና ሕጂ ንሕና ከመይ ጌርና ንምክቶ ጥራይ እዩ። ንሕና ከመይ ጌርና ንምክቶ ጥራይ እዩ። ማንም ማ- ማንም ኣብዚ ማስሜዳ መጺኻ ናይ ብኽያት ናይ ሓዘን ናይ ገለመለ ኣይትሃብ እንታይ ዳ ክትገብር ደሊኻ ናተጨፍለቅካ ክትነብር እንታይ ናተጨፍለቅካ ክትነብር ዓዲ የብልካ ጉልቲ የብልካ ሃገር የብልካ እ፣ ቅሳነት የብልካ ሰላም የብልካ ናተጨፍጨፍካ ክትነብር ደሊኻ ኣለኻ ግደፎ ነዞም ሓደ ክልተ ተቃወምቲ ይትራእይዎም ተቃዋማይ እዚ ኣይረብሑ ተቃዋማይ እዚ ኣይረብሑ በቃ ኤርትራ ቤላ ታይ ስቅ ኢላ በቃ ትግራዋይ ሕጂ ትሕሻትካ ገለመለ ግደፎ ፀገም የብልካን ፀገም የብልካን ከመይ ጌርና ስኢንካ ኣይኮነን ከመይ ገርና ንብለኩም ኣለና ዒስራ ድሮናት ኣብ ኣዲስ ኣበባ ይዝንብያ ድማ ንሕና ንፈልጥ ኢና ኣብ ሓመድ ድማ ንብለኩም ኣለና ንሕና ኣብ ሓንቲ ኣብ ሓንቲ ክባ ኢና ነእትዎ ኣብ ሓመድ ኣብ ሓንቲ ክባ ኢና ነእትዎ ግን በምሕርኛ ገርና ኣብ መወዳእታ ክንዛረብ ኢና ነቲ ኦሮሞ ድዮም ዝበሃሉ ናይ ኣብ ሓመድ ስቕ ኢሎም እንዲም ዝዕዘብዎ ዘለዉ የትግራይ የኤርትሪያ ጠንካራ ሃገር ነው

ምንም ሽግር የለን ሓሙሽተ ድሮን መ- መንእሰይ ትጃጁ ኣለ ሰብ ትጃጁ ኣለ ይፈርህ ኣለ ማንም ፈራህ የለን ማንም ንጣራጠሮ ነገር የለን ይነ ትግርኛ ነው ይነ ትግርኛ ነው ምንም ንፈርሆ ነገር ነገር የለን ኣብዚ ዓለም እዚኣ ምንም ንፈርሆ የለን ምንም ንፈርሆ ነገር የለና ምንም ስግር የለን ዘሎ ካብ ደቂቕ ናብ ደቂቕ ካብ ሰዓት ናብ ሰዓት ምዕባለ ዝገብሮ ዘሎ ፀወታ ገለ ከይመስለኩም ኦኬ እዚ ዝገብሮ ዘሎ ኣብ መቐለ ድማ ንቆልዓ ሰበይቲ ድሮን ድማ ልክዕ ክስማዓኩም ነይርዎ ኣብ መቐለ ዘሎ ከማኻ ትግራዋ ከማኻ ተዛራባይ ትግርኛ እዩ ከማኻ እዩ ወይ ድማ ኮነ ኢልካ ጆኖሳይድ ዝፍጽሞ ዘሎ እዩ ግደፎ ናይ ክርስትያን ግደፎ ኤኒቲንግ ኮነ ኢልካ ዝገብሮ ዘሎ ጎኖም ጠጠው ክንብል ኣለና ኣብ ጎኒ ዓማጺ ኣይኮነን ኣብ ሓመድ ነዛ ነዛ ትመውት ዘላ ሃገሩ ነዛ ሃገሩ ብድብር ድብር ትኸይድ ዘላ ሃገሩ ከማን ከድሕን ኣይከኣለን ኣብ ሓመድ እንታይ ደኣ ኣጥፊኢኻ ጥፋእ ዝኾነ ኩናት እዩ ዝውልዕ ዘሎ ኣብ ቆልዓ ሰበይቲ ኣብ ቆልዓ ሰበይቲ እዩ ዝውልዕ ዘሎ ኣብ ሓመድ ጽባሕ ይብል ነይሩ በሉ

ኩናት ሰብ ከም ዝወስድ ኩናት ሃገር መሬት ኣይኮነን እንስሳ ከም ዝዕኑ ይፈልጥ እዩ ማንም ሰብ ይፈልጥ እዩ ንህላውነት እካ ኢኻ ትቃለስ ሓቦ ክትገብሩ ኣለኩም ከምትኹም ከይተጀመረ ግን ኣውያት ግን ፅቡቕ ነገር ኣይኮነን ዝግ በሉ ዕጽፊ ዕጽፊ ክፍደ ከም ዝኾነ ኣብ ሓመድ ክትፈልጦ ክትክእሉ ኣለኩም ኮነ ግን ኣብዚ ናይ ቲክቶክ ገለመለ ገለ ከምኡ ኢታት ኔበሎ ርኢኻዮ ኣለኻ ብዓይንኻ ስቕበል ተጀሚሩ ኣሎ ኩናት እዩ ኩናት እዩ ኣብ ኩናት ምድሓሓር የለን ኣብ ኩናት ወይ ዓቕምኻ ሓ ፈሊጥካ ስቅ ክትብል ኣለካ ወይ ድማ ንልኡላውነትካ ድማ ስጋብ መወዳእታ ክትቃለስ ኣለካ እምበር ኣብ ቲክቶክ ትገብርዎ ዘለኹም እ፣ ነዚ እዮም ዝከታተሉ ዘለዉ እዚ ተሃዲድ እዩ እዚ ቀዳማይ ሓይሊ እዩ ቀዳማይ ሓባሪ እዩ እዚ ናይ ሎሚ ገይርዎ ዘሎ ሸሞንተ ድሬንደን ሸውዓተ ድራናት ኣብ ቆልዓ ሰበይቲ ዝፈንይዎ ዘሎ ተሃዲድ እዩ ንሕና ንህድዶ ሰብ የለን ንሕና ናይ ተግባር ሰባት ኢና ንሕና ንብል ኣለና ጠጠው ጠጠው ኣቡለ ኢልና ኢና ዒስራ ግዜ ዒስራ ግዜ እዚ ጀኖሳይድ ዝፍፅሞ ዘሎ እዚ ኣልዕል ኣቢልካ ኣብ ቆልዓ ሰበይቲ ዝገብሮ ዘሎ ኣፅዋር ናይ ኤውሮጳውያን ድዩ ናይ ኣሜሪካ ድዩ ናይ ገለመለ ድዩ ኣፅዋር ኣብ ህዝቢ ትግራይ ዝፍትኖ ዘሎ ናብ ኤርትራ እውን ውዕል ሕድር እውን ኣይድልን እዩ ኦሮሞ ዘይኮነኒ ኦሮሞ ኦሮሞ ዳዚ ሓን ፀገም የለን ገሌኹም ካሲ ኢልኩም ፊደላት ኣኻኺብኩም ናብቲ ዘሎ እንዶ ኸይዱ ገሌኹም እዚ ናይ ህዝቢ ናይ ሰብ ምርኣይ ምሕሳብ ገዲፍኩሞ ዲኹም ኦሮሞ ንብል ኣለና ኦሮሞ ኦሮሞ ኦሮሞ ያ ጋይስ ባይዘወይ ታብታብ ግበሩባ ታብታብ ግበሩ እቲ ኮመንት ዶ ክንዓፅዎ ታብታብ ግበሩ ሪፖስት ዝበሎ ናብ ኩሉ ሰብ ክበፅሕ ንዓይ ደስ ምበለኒ ከይተጨነቕኩ ገለመለ ኣብቲ ዋዛ ሰሓቕ ገለመለ ኣብኡ ክዕልል ኣብኡ ክዛረብ ደስ ምበለኒ ግን ድማ በዚ ዝኸይድ ዘሎ ናይ ኤርትራ ድማ ናይ ኢትዮጵያ ናይ ትግራይን ድማ ግድነት ሓላፍነት ኣለና ክንዛረበሉ ስጋብ መወዳእታ ኣብ ጎኒ ትግራይ ጠጦ ክንብል ከም ዘለና እ፣ ዝሓለፈ ይኹን እ፣ ድምፅታት ይኹን ካሊእ ይኹን ዝገበርናዮ ይኹን ሰብን ህዝብን ዝፈልጦ እዩ ማለት እዩ ሕጂ ከኣ ኩላህና ብሓደ ኢድ ከይና ነዚ ዝገብሮ ዘሎ ኣበ ሓመድ ጽባሕ እውን ናብ ህዝቢ ኤርትራ ንልእላውነት ኤርትራ ንምድፋር ስለ ዝኾነ ኩላህና ዓገብ ክንበል ኣለና ኩላህና ብሓንሳብ ድምፅና ክነስምዕ ኣለና ብፍላይ ትግራዋይ ድማ ደጋጊመ ዝብለካ ዝኽእል ተጋሩ ድማ ኣጆኹም ኣጆኹም ኣጆኹም ርድኣኒ እዩ ኩሉ ነገራቱ ኩናት ፅቡቕ ኣይኮነን ኩናት ሰብ እዩ ዝበልዕ ግን ድማ ዓወት ናይ ህዝቢ ኤርትራን ናይ ትግራይን እዩ ጸገም ዝብሃል የለን ኣብ ኣሕመድ ግን ዝገብራ ዘሎ ወላ ሓንቲ ታህዲድ ፈኸራ ደኣ እምበር ጽባሕ ንጎ ብለኩም ኣለኹ እመኑኒ ኣይትኣምኑኒ ሰበይቱን ገለመልን ኩሉ ጠርኒፍዎ እዩ ዘሎ ኩሉ ኩሉ ጽባሕ ንጎ ብኣየር ገይሩ እዩ ክሃድም ማንም ሓደ ሰብ ዘይኣበሰ ንጆኖሳይድ ንምፍጻም ኢልካ ትገብሮ ብዘይ ሓደ ነገር ኩናት ትገብሮ ጽባሕ ንጎ ተመሊሱ ናባኻ ስለ ዝኾነ ንሕና ድማ ኣብለኩም ኣለና እዚ እናተዓመጸ ኣብ ገዛ ሃገሩ ኣብ ገዛ መሬቱ እናበለ ድማ ንሕና ስቕ ኢልና ንርእየሉ ዓይንና ንዕምተሉ የለን ስጋብ መወዳእታ ክንቃለስ ኢና ክንዛረብ ኢና ትግራዋይ እናጠጠፈ ድማ ስቕ ዝበሃል የለን እብለኩም ኣለኹ። ንሕና ውልቃዊ ኢና ንገብር። ኤርትራ ትኸዶ ዘላ ትብገሶ ዘላ ናታ እዩ። ንሕና ንፈልጦ የብልናን። ኣብ ኤርትራ ዘሎ ኣብ መሬት ዘሎ ንሕና ንሪኦ የብልና ንሕና ግን ንዛረቦ እቲ ትማሊ ትማሊ ንሕና ንጉስጉሶ ነበርና ፅምዶ ተጋሩ ኣጅኹም ተጋሩ ምሳኹም ኣለና ተጋሩም ኣብ ጎንኹም ኣለና ዝኾነ ይኹን ተመፅያትኩም ስጋብ መወዳእታ ተጋሩ ዝድደልሉ ብክልተ እግሮም ኣብ ኣብ ናይ ሓጎስ ኣብ ናይ ደስታ ኣብ ናይ ሰላም ስጋብ ድረግጹ ንሕና ስጋብ መወዳእታ ምስኦም ኣለና ብድምጺ ይኹን ብኻሊእ ይኹን ብዝኾነ ይኹን ስጋብ መወዳእታ ምስ ተጋሩ ኣለና ማለት እዩ እዚ እዚ እቲ ናትና መርገጺ ማለት እዩ ነክ ፈረግ ንብለሉ የብልናን መፂኣ ኣላ እታ ኩናት መፂኣ ኣላ ኣብ መቐለ ተደብዲቡ ኣሎ ኣብ ቆልዓ ሰበይቲ እዩ ኣውዲቕዎ ዘሎ እቲ ዝበሃል ዘሎ ድሮናት ማለት እዩ ፀገም የብሉን ፀገም የብሉን ሓደ ክልተ እዞም እዞም ተቃወምቲ ተጋሩ ቦታ ስለ ዝሃበኹም ስጋብ ሕጂ ዒሕ ዒሕ ዒሕ ገለመለ ትብሉ ዘለኹም ተምፅዎ ለውጢ የብልኩምን ተምፆ ለውጢ የብልካን ትግራይ ምስ ሃገር ደኣምበር ምስ ሓደ ኪናሚን ሃገሩ ዘሕስር ሃገሩ ዘዋርድ ተቃዋማይ ትጸምድ ማለት ኣይኮነን። ንስኻትኩም ዒሕ ኢልኩም ዋላ ስሒቕኩም ተምጽዎ ለውጢ የብልኩም ንስኹም። ትግራዋይ ክጸምድ ተኮይኑ ምስ ሃገር እዩ ዝጸምድ። ጽባሕ ንጎ ከርብሖ ዝኽእል ከማጸ ናብ ቅድሚት ክደፎ ዝኽእል ዳምበር በዓል ኪናሚን ደኣሞ ብጀካ ንብረት ናይ ጓል ኣንስተይቲ መዓኮር ምሓዝ ታይ ትፈልጡ ሕጂ ድማ ኣብዚ ኣብዚ ናይ መቀለ እንድሕር ደሐጉሰኩም ከይኑ። እቲ ብግልባጡ ኤርትራ ፈንያቶ ተትኸውን ኣብ ትግራይ ግን እዞም ተቓወምቲ እዚኦም በቃ ኤርትራ ጆኖሳይድ ጌራ ኤርትራ ጀረካን ሰሪቓ ኤርትራ ጆኖሳይድ ጌራ ምበልኩም ኔርኩም ከምኡ ምበልኩም ምክንያቱ እቲ እዚ ናይ ተቓዋማይ ርእሲ ከመይ ዓይነት እዩ ኣይዶኖ ክርዳእካ ኣይክእልን ሕጂ ኣብ ሓመድ ጆኖሳይድ እናገበረ ዘይትዛረቡ ዳ ዘይትዛረቡ ኣብ ሓመድ እኮ ኣብ ቆልዓ ሰበይቲ እዩ ዘውድቆ ዘሎ ትግራይ ኣብ መቐለ ዝገብሮ ዘሎ እኮ ኣየር በዚሓትለ ኢልካ ትገብሮ ዘለካ እንታይ እዚ ዘይትዛረቡ ዳ ተቃወምቲ ሕጂ ተጋሩ ይሕዋትና እዮም ተጋሩ ፃዕዳ ነፀላ ይኸድንኹም ነይሮም ምሽ በዓል ተሰልጠነ ፃዕዳ ነሰልጣ ፃዕዳ ነፀላ ምሽ ትኽደን ነርካ ሰልጠነ ዘይትዛረብ ዳ ኣብዛ ስለ ትግራው ስለ ተጋሩ ንኤርትራ ግን ተዋርድዋ ትሓድሩ ነርኩም ዘተዋርድዋ ትሓድሩ ኔርኩም ኣብ ኣሕመድ እዚ ዝገብሮ ዘሎ ንዓስ ከስኺ ሚት ከገብረ ክጽንሕ ሓንቲ ግዜ ናይ ሰሓቅ ኣይኮና ንዛረብ ዘለና ኣብ ኣሕመድ ዝገብረ ዘሎ ግን ዘይትዛረብሉ ዳ ኩላኹም ብሓንሳብ ክትስኡ ነይርኩም እኮ ስለ ትግራይ ኣይንስዋእን መን ኣዴካ እስካ እንታይ ደሰዋእ ኣለካ ጀጃዊ እስካ እንታይ ከተሰውእን ንእስካ ትገብሮ እኳ ወልሓንቲ የብልካን ክንድዚ ኣቅንጣብ እስካ ትገብሮ የብልካን እንታይ ትገብሮ ኣለካ ኣብ ዓዲ ኣብ ዓዲ ጓና ተጓሒፍካ ዘለካ እንታይ ክትገብር እስካ የሕዋትና ኢነ ሰዊእና ገለ ይንስወልና ስለ ለውናትካ ኢካ ተሰውእ እኮ ኣበ ሓመድ ኢልካ እዩ ቀዳማይ ታርጌቱ እኮ ንኤርትራ እዩ ታርጌቱ ንኢትዮጵያ ንትግራይ ኣይኮነን ነይሩ ተጋሩ ምሳና ስለ ፅምዶ ዝገበሩ እምበር ቀዳማይ ታርጌት ናይ ኣቢ ሓመድ እኮ ንኤርትራ እዩ ነይሩ ቀዳማይ ናይ ኣቢ ሓመድ ታርጌት ንኤርትራ እዩ ነይሩ ሕጂ ድማ ተጋሩ ምሳና ጽምዶ ስለ ዝገበሩ መከራ ይረኽቡ ኣለዉ ኣብ ንሕና ድማ ኢድና ዋጋ ከም ንእቱ ክትፈልጡ ኣለኩም ኮም እዩ ንዓይ ኮም እዩ ንዓይ ኮም እዩ ሰላም ጌርና ኣለና ጽምዶ ጌርና ኣለና ኤመሪካ ንስራኤል ከይዳ ንዓንቲ ሃባዒ ሃገር ትሕግዛ ዘላ እኮ ዋጋ ትኸፍል ዘላ ኤመሪካ እኮ ኦው ንሕና ጽምዶ ክንገብር ሰላም ንገብር ድማ ዕጽፊ ናይ ምኽፋይ እንደለኩም ንዓል ቆሻሻ ኢትዮጵያ ባንዴራ ሰደለይ ዘለኻ ዝብል ቆሻሻ ቆሻሻ እዘን ባንዴራ ናይ ኣብ ሓመድ ትሰዱ ዘለው ብሎክ በሎም እስከ ኩልኻትኩም ናይ ትግራይን ናይ ኤርትራን ጥራይ ስደዱ ኩልኻትኩም ማለት እዩ ሰላም ትደልዩ ነበርኩም ትማሊ ትማሊ ትግራይን ኤርትራን ኩላኻትኩም ማለት እዩ ባንዴራ ኤርትራ ባንዴራ ትግራይ ጥራይ ኢኹም ትሰዱ ንሕና ብሓንሳብ ዓወት ክነምፅእ ኢና ንሕና ዘይንፈርሖ ስራሕ የለን ንሕና ዘይንገብሮ ነገራት የለን ንሕና ዘይንቅልሶ ነገራት የለን ኩሉ ነገራት ገዲፍኩም ሕጂ ናብዚ ዝኸይድ ዘሎ ናብዚ ዝመፅእ ዘሎ ህሞት ጥራይ ያዝቡ እዚ ዝመፅእ ዘሎ ቀሊል ኩናት ጌርኩም ትወዝዎ ተሊኹም ዝደቆስኩም ሰባት እዮም ኩሉ ነገራት ኣቕሊልካ ተሪእኻዮ እዩ ፅባሕ ንጎ ዋጋ ዘኽፍለካ ኣቕሊልካ ዘይምጥማት ኩልኻትኩም ኣብ ስደት ዘለኹም ኣብ ዝኾነ ሃገር ሃለዉ ድማ ተጋሩ ኩኑ ኤርትራውያን ኩኑ ስለዛ ባንዴራ እዚኣ ሓቚፍኩማ ትድቅሱ ድማ ኩሉ ግዜ ድልውነትኩም ኣብ መትከልኩም ክትኮኑ ኣለኩም ተዳሊኹም ክትጸንሑ ኣለኩም ኩናት መዓስ ይፍጸም መዓስ ይውዳእ መዓስ ይጥረሽ ዝፍለጥ ሰብ የለን ኩላኹም ማለት እዩ ስለ ሃገርካ ኩሉ ግዜ ቢሬዲ ክትከውን ኣለካ ተጋሩ ድማ ብፍላይ ተጋሩ ድማ እዚ ናይ ንብዓት ገለመላ ኣብዚ ማስሜዳ ትገብርዎ ድማ ወግንዎ ወግንዎ ምስ ዓባይ ሃገር ኢኹም ፅምዶ ጌርኩም ዘለኹም ምስ ዓባይ ሃገር ምስ ኤርትራ ኢኹም ፅምዶ ጌርኩም ዘለኹም ብዙሕ ነገራት ዝመፅእ ነገራት የለን ክፉትን ይኽእል እዩ ኣብ ሓመድ እታ ናይ መወዳእታ ግን ሕማም ድበ ግን ኣብ ኣዲስ ኣበባ ክትውዳ እያ እታ ድበ ግን ሕማ እታ ሓመድ ድበ ግን ኣብ ኣዲስ ኣበባ ክትውዳ እያ ብዙሕ ናይ ራዕዲ ናይ ፍርሂ ገለመለ ምልክታት ኣይተርእዩ ተጋሩ ቀለልቲ ኮንኩም ዋላ ንስኹም ፋኖ ድማ ፋኖ ምንድን ነው ፋኖ ኧረ እባክሽ ፍኖ ምንድን ነው ፋኖ ግባ ግባ ግባ ትግራይ አለ ኤርትራ አለ እ፣ ሰዲያ አለ ግባ ፋኖ ምንድን ነው ፋኖ ግባ ምንድነው ሰለስተ ዓመት ስሎስ ዓመት ግባ ፋኖ ግባ ንኣዲስ ኣበባ ምንድነው ግባ ግባ ቶሎ በል ፋኖ ግባ ቶሎ በል ምንድነው ኣንታ ቆይ በለው ግባ ግባ ግባ ኣዲስ ኣበባ ነው ረ- መዲ- ምንድነው ፋኖ ሶሎስ ዓመት ግባ

ሰለስተ ዓመት ወሲድሎም ኣ- እቶም ፋኖ ዝበሃሉ እተው እንታይ ትፅበ ኣለኻ ፋኖ ንስኻ እቶ ኩሉ ብባ- ብባዕሎም ሃጀር ጉልጅ ዘሎ ገለመለ ዘሎ በዚ ዘሎ ብሕሞራ ዘሎ ኩሉ ንሕና ድማ ክንኣትዎ ኢና ግባ ምንድን ነው ቆይ ገለመለ ነው ግባ ፋኖ ግባ ፋኖ ጥራይ በሉ ግባ ፋኖ ግባ ፋኖ ምንም ሽግር የለን ንጠራጠር የለን ኣብ ሓመት ኣታ ብድብድ ኣብ ሓመት ፈተነ ካይድ ኣሎ ክብድ ዝበለ ፈተነ ካይድ ኣሎ ጠርኳሽ ድዩ ከቢድ ድዩ ፈተነ ካይድ ኣሎ ኣብ ሓመት ነታ ኣዝያ ውቅብቲ እ፣ መቐለ ደፊርዋ ኣሎ እ፣ ተጋሩ ድማ ኣጆኹም ኣጆኹም ኩሉ ግዜ እቲ እቲ ደርፍታት ናትኩም ንቕድሚት ኣምጽዎ ኣማራጺ የብልኩምን ንድሕሪት ኣይትጠሙቱ ናይ ንብዓት ገለመለ ገለመለ ኣይተርእዩ ኣምጽዎ ንቕድሚት እቲ ደርፍታት እቶም እቶም ጀጋኑ ዝኾኑ ሰራዊትኩም ድማ ዓወት ከም ደምጹ ድማ ጥርጥር ክትገብሩ የብልኩምን ከም ናይ ቀደም ከይመስለኩም ከም ናይ ቀደም ከምዚ ናይ ዓሚ ናይ ገለመለ ከይመስለኩም ከምኡ ዝበሃል የለን ኩናት ከምኡ የለን ሕጂ ሕጂ ሰላም ተፈጢሩ እዩ ሰላም ተገይሩ እዩ ሓድነት መፂኡ እዩ መዓስ ትውድኦ ኩሉ ኣረንጅ እዩ ተገይሩ እዩ ሕጂ ኣብ ኣሕመድ ገይርዋ ዘሎ ናይ መወዳእታ ፈተነ እያ ጠርባሽ ፈተነ ገይሩ ኣሎ ኣብ መቐለ ማለት እዩ ጠርባሽ ፈተነ ማለት እዩ ጠርባሽ ፈተነ እዩ ገይሩ ዘሎ ኣጆኹም ኩላኻትኩም ማለት እዩ ኣበሎ እቶም ተጋሩ ሓደ ክልተ እሞ ክነእትወኩም እቶም ሓደ ክልተ ተጋሩ እቶም ግዱሳት ኤርትራውያን ናይ ፅምዶ እተው እተው ሃሬ ንስሪ ሃለው
ሰላም ኒ ወድ ጀጋኑ ሰላም እዩ ብራዘር ከመይ
ለና እንታይ ኣሎ ትብሎ ኣብዚ ናይ ዝኸይድ ዘሎ ኣብ ሓመድ ዝገብሮ ዘሎ
ዋ ወዲ እንድዚ ዶ እንታይ እሞ ሕጂ ንገብሮ እምበር ንብሎ ጥራሕ ዘይኮነ ንገብሮ እዩ እኮ ተሪፉ ዘሎ ተባሂሉ እኮ ይኽሉ
ኣብ መቐለ ፈኒዎን ኣሎ ድሮን

ጥንቀበል ኦኬ ከመይ ካ ትርእየሞ
ፅሉለ ውዱ እዩ ለካሲ ፅምዶ ጥራሕ ቢያንስ ናይ ዓቕሊ ፅበት ገለ እዩ ከም ትሪኦ ዘለካ ህዝቢ ከተማ ገለ እምላታት ዝፍኑ ደሎ
እዎ
መቑሩ ዓቕሊ ንበር ጥራሕ ዝሮ መኣዝ ይጅመረ ወይ ዝውዳእ ገለ ዓላቶም እቶም መንግስቲ ንግደፈሎም ንሕና ከዓነ ኢድካ ምሕዋስ ጥራይ እዩ ኣብ ደገ ዘለኹም ፖለቲካ ኣብዚ ዘለና ከዓነ ብኣካል ብግብርና ትኻ ማለት እዩ ሰ- ሰ- ኣ- ኣ- ብዙሕ ጉድኣት ገይሮም ድዮም እ ብዙሕ ጉድኣት ወሪዱ ድዩ
ከመይ ማለት እዚ ናይ ለሚ ዝተፈነወስ ብዙሕ ጉድኣት ሲ ተ- ወ- ወሪዱ ድዩ ብህዝቢ ኖ ኖ ኖ ኖ ክልተ ሰባት ጥራይ እዮም ተወቂዖም ሓንቲ ቆልዓና ሓንቲ ሰበይቲ ዝሞተ የለን
ደሓን ፀገም የብሉን ኣጆኹም ጥራይ ጸገም የብሉም
እዎ ዘለኹም ደገ ዘለኹም ከዓ ሓጉዝና ኣብ ሚድያ
ኣ- ኣጆም ነና ዓወት እኮ ናትና እዩ ናይ ህዝቢ ኤርትራን ናይ ትግራይን እዩ ኩላህና ግድን ፅምዶ ግድን ንቕድሚት ናብ
ናይ ግድን ኣብ ሓመድ ናይ ኣጥፊእኻ እ፣ እዩ ዝፍኑ ዘሎ ሃዲሙ ክኸይድ እዩ

ልክዕ እዚ ከምኡ ዓይነት መፂና ዘሎ
ሓን ግዜ እዩ እዚ እኮ ዳርጋ ተወዲኡ እኮ እንታይ ተሪፎ ኣሎ ድዩ ትእዛዝ ጥራይ ተሪፉ ዘለኩ
ኣጆኹም ጥራይ ኣጆኹም ዳን ኣይዘወይ ተጋሩ ትዕርፍሉ ግዜ ክመፅእ እዩ እፎይ ኢልኩም ትድቅስሉ ኣዴታትኩም ዝሕጎሳሉ ዝተረፈ ዝሓቕፋሉ ግዜ ክመፅእ እዩ ቀሊል ኣይኮነን ኣብ ግዜ መለስ እስኻትኩም ኣብ ግዜ መለስ እስኻትኩም መግቢ ትብዎም ነርኩም ሰላም ትብዎም ነርኩም ኣብ ግዜ ኣብ ድለም ቀሊል ነገራት ኣይኮነን። ፅባሕ ንጎ ግን ኦሮሞ ናይ ኢዶም ክፍደዮም ቀሊል ነገራት ኣይኮነን። ኖ እዚ ዝገብርዎ ዘለዉ ኦሮሞ ኣብ ልዕሊ ተጋሩ ይሕዋትና ማለት እዩ። ቀሊል ነገራት ኣይኮነን። ቀሊል ነገራት ኣይኮነን። ካብ ምድሪ ዓለም ንህዝቢ ብዘይገበሮ ብዘይ ብሉ እ ኒዒቅካዮ ኣጽዋር የብሉን ኢልካ ዲኻ ወለ ገለ የብሉን ኢልካ ዲኻ ካብ መሬት ክትኣልዮ ግን እ ቀሊል ነገራት ኣይኮነን ዘጓንፈኩም ዘሎ
ኣይ ትኽክል ይርደና እዩ ድሓን ንግዚኡ ክልቲኡ ህዝቢ ስ- ጥራሕ እንኳዕ ሰላም ኮነ እንኳዕ ፅምዶ ተፈጠረ እምበር እዚ ከም ኣቦታቶም እዮም ከም ናይ ቅድሚ ሕዚ ናይ ደርጊ ስርዓት በቃ ከምዚ ተመሳሳሊ እኮ እዩ ነይሩ ኣብ ዝሓፀረ ግዜ ከዓ ወዲኡ ከም ዝረእኻዮ
እዚ እውን እኮ ክሃድም እዩ እኮ እዚ። ኣይኮነን እወ ኣይኮነን ግዜ ሄጂ ማዕቢሉ ዝቀደም እኳ ምንም ዘይብሎም ንሃሉ ሃልዮም መንግስቲ ዝኣክል ያ ብጣዕሚ ዝሕዝን እዩ ብጣዕሚ ብላክ ታንኪ ብራዘር እስከ ተንኪ ወድ ጀጋና ሓወ እቲ እንኳ ኣማራፂ ሕጂ እዛ ፅምዶ ንኣብይ ኣሕመድ ሕሽካዮ ኣስመራ ምእታው ጥራያ እሳ ጥራያ እታ ፍታሕ ንዘላለም ፍታሕ ተምፅእ ተበፅሒ ደሎ ናይ መወዳእታ ዕፅዋን ክባል መወዳእታ ናይ ወዲ ብሻሻኻ እንታይ ክትከውን ክሃድም ከሎ ኣድሕኖ ድሕኖ ድሕኖ ድሕኖ ድሕኖ ኣድሕኖ ኣድሕኖ ኣድሕኖ ያ ኣብዚኣ ቀሪባ ደላ ያ ሰ በቃ ተኸቢቡ እዩ ዘሎ ሕጂ እዚ ምናልባት ከይትሽርሸሩ ድሮ እንዶ ገለገለ ትብሉ ዘለኹም ካብ ካብ ራሽያ ስርናይ ዲኣትዩ ድሮን ከዓ ከተረጋግፅ ኣለካ ወዲ ሓወቦይ ካብ ራሽያ ሲ ስርናይ ዲኣትዩ ድሮን ከዓ ተረጋግፅ ኣለካ ወዲ ሓወቦይ ሕጂ እዚ ስቕልቲ ገለ በል ባሕሪ ትሸይጥ ክሸይጥ የብል ፊስቶ ክሸይጥ ዘይትኽእል በብትመጻኻዮ ክንመጸካ ኢና ሰብ ከዓ ኣብ ሞት ከሉ ሰብ ከዓ ኣብ ሞት ከሉ ኣብቲ ዝተኣምነሉ ጠጠው በል ዛሴት ንኹ- ንኹለን ይፈንይወን ሓዲሮም ንኹለን እዚ ዘይሓወየ ቁስሊ ኣለዋ ገለ ኣለዋ ሕጂ ግደፍዎ ም- ምክንያቱ እ- እ- ንብዓት ንኣብ ሓመት ካልእ ካልእ ሞራር ምፍጣር እዩ ካልእ ሞራል ጌርካ ተዓዊትካ ናይ ዘለኣለም ዝመጹ ወለዶ ዘለዉ ቀሲንካ ትቕጽል ማለት እዩ። እዚ ጥራይ እዩ። ኩልኻትኩም ብሓደ ኢድ ክትብል ኣለካ።
ቅዘማ ወዲ ቅዘማ ከ ኣይደልን እያ
ኦቁ ዘማ ምስ ኣብ ኣብ ማስሜዳስ ንምንታይ እሞ ታህዲድ ፍርቂ ሓይሊ እዩ ብዘይገድስ ብዝኾነ ይኹን እቲ ዓወት ከዓ ኣብ መሬት ዘለዎ ዓወት ድማ ግድነት እዩ ጥልቂት
ኣለኻ ዶ ጀማን ኣለዉ ሰላም ኣለዉ እስከ ተዛርብ እዛ ንዕባ ውፅኢ ቆልዓ ንፋስ ወረና ቴንኪዩ ሰላም ብራዘር ተዛረብ ሓወይ ያ
ናይ ጠፈሽፈሽ እዩ ጠፈሽፈሽ ይጅምር ኣሎ ከምዚ እ፣ ጀምር ዝብልዎ ስለ ዘለዉ ሰባት ድሓር ሓደ ሓንቲ ወርሒ ድያ ገላይ ተሪፈቶ ዘላ ኣብቲ ስልጣን ንክመፅእ ንክምረፅ ማለት እዩ ሕጂ እንታይ ክገብር ኣሎ ስልጣኑ ክፀንሕ ተረዲኣት ካላትያ ካልኩሌሽን እዎ ያ ቅድሚ ክረምቲ ዘይ ምክንያቱ ከምኡ ትገብር ዘሎ ፈሊጡ እዩ ኮነ ኢሉ ውግእ ጀሚሩ በዝን በዝን በቃ ኣነ ካብ ስልጣነ ክወርድ የብለይን ዝብል ካልኩሌት ማለት እዩ ሕጂ ናይ ፅምዶ ከዓ ዝግ ኢሎም ኣለዉ ከመይ ገይሩ ከም ዝጠፍእ ከመይ ገይሩ ከም ዝዓርብ ኣኽቢቦም 360 ድግሪ ከመይ ገይሩ ወዲኡ እኮ እሱ ጠርኒፉ ኣሎ እኮ እብለካ ኣለኩ ብእውነት ሃዲሙ ክከይድ እዩ ብእውነት እብለካ ኣለኩ። ኣይትሪእንዳ ዘለካ ዕስራን ኣርባዕተን ሰዓት እኮ በቃ ህወሓት ሻዕብያ ህወሓት ሻዕብያ ህወሓት ሻዕብያ ከምኡ እዩ እቲ ናቶም ሜድያ ከምኡ ትብል ዘሎ እጂ ፍርሒ በቃ ፍርሒ ናይ ላስት ታይም በፂሓቶ ዘሎ እጂ እንታይ ክገብር ኣለዎ በቃ ሓደ ክልተ እ፣ ዝሃብዎ ገለገለ ጊፍቲ ዝሃብዎ ኮና ንዐን መፈተኒ ትገብረን ዘሎ ተረዲካ ኣብ ልዕሊ ሰብ ኣብ ልዕሊ ቆልዑ ኣብ ልዕሊ ህፃናት ዝገብሮ ዘሎ ምስላ ኣምፅእላ ነይሩ ውሕጅ ከይመፀ መገዲ ውሕጅ ዕፀዩ ማለት እዩ ኮለ ገና ንሕና ድማ እንታይ ኣተወና ተጀሚራ ኣላ ይኣሎ ኣተው ኣሎ ኦሮሞ ድማ ኮፍ ኢሉ ይዕዘብ ኣሎ ይርዮ ኣሎ እዚ ሓደ ቆልዓ ንስድራ ቤቱ ክመርሕ ዘይክእል ኢትዮጵያ እንዳተዓኑ ዘላ ኢትዮጵያ ዘይኮነን ንዓኣቶም ከድሕን ዘይካኣለ ንዓኣቶም ንባዓል ፋኖ ከራጋግእ ዘይካኣለ ኣብ ሓመት ኮነ ኢልካ በቃ ግን ሰላም ክዘርግ ጽልኢ ናይ ትግራይ ድዩ ጽልኢ ናይ ክርስታን ድዩ ዘለዎ ኣነ ወላሓንቲ ክሑዞ ኣይክልንየ ሓደ ጽሉል ሰብ ኣብ መርሕነት ክመጽእ ኣይክልንዩ ሓደ ሓደ ሓደ ጽሉል ኣብ መሪሕነት ኣይመጽን እዩ ጽሉል ሰብ ይልክመካ እዩ ምስ ኩሉ እዩ ዝት- ዝበኣስ እዚ እዚ ኣብ ኣሕመድ ዝገብሮ ዘሎ ድማ ምስ ኩለናት ኣብ ኩለን ዘለዋ ሃገራት እናተተኸበ እናተኸበ ዓሰርተ ግዜ ድማ ንትግራይ ድማ እ፣ ዘይ ፅባሕ ንጎ እ፣ ኣዝዩ ከጣዓሰካ ዝኽእል ነገራት ይፍፅም ኣሎ ማለት እዩ እቲ ትማሊ ትማሊ ዝገበሮ ጆኖሳይድ ሕጂ ድማ ይደግሞ ኣሎ ኮለጌና ይደግሞ ኣሎ ማለት እዩ ኣብ ቆልዓ ሰበይቲ ብዘይ ብጣዕሚ ዝሕዝን ብጣዕሚ ዝሕዝን ሶ ፀገም የብሉን ያ ግዜ ፈራዲ

ጌራ ደሓን ዶ
ሰላም ሰላም ኣብዚ ንዛረቦ ዘለና ሓሳብ ኣለኪ ድዩ
እንዳልካኒ ኣብዚ ንዛረቦ ዘለና ሓሳብ ኣለኪ ድዩ ኣብዚ ናይ ትግራይ ናይ ኤርትራ ዝኸይድ ዘሎ
ትዛረብ እኒ ያለ ሀሳብ ኣና ይሰማ ኣለኹ ኦ ሓሳብ ኣለኪ ድዩ እሞ
እንተልካኒ
ሓሳብ ስለክ ይብለኪ ናና ክሰምዓካ ደለ
ምሽ ለንጉታይ ምሽ ልእላውነትና ዋላ ባሕርና ክሳብ ባሮ እንተ ከይተረፈ ከዓ ደፊሩ ኣሎ ምሾ ስለዚ ላይክ በቃ ኣብቲ ዋላ ኣብቲ ናይ ኤሪትቪ ደውፅዎ ትም ክንብል ስለ ዝደለና ትም መሪፅና እዚ ከምዚ ዓይነት ኣይድልን እዩ በጃካ ናካ ትም ክንብል ደለ ፎር ኤግዛምፕል ሓንቲ ልክዕ እዚ ሕጂ ኣብ ሓመድ ልክዕ ከምዚ እዩ እዚ ኣብ ሓላፍነት ተምፆ ምስ ምስ ኢትዮጵያ ወዲኡ ምስ ሶማሊ ወዲኡ ም- በቃ ንኤመሪካ ብሓይሊ ገዲዱ ኩናት ምእተዋ እዚ ቆልዓ እዚ ሕጂ እዚ ቆልዓ እዚ ደይቡ ፀንዐ ብሓይሊ ገዲዱ ንኤርትራ ኣብ ኩናት ምስ ምስ ኤመሪካ ምእተዋ ነይሩ ከምኡ ይኮነን ብራዘይ ዝግ በል ኩናት እዩ እዚ ሲኢልካ ከይድካ ምብላዕ ኣይኮነን ዘሎ እንታይ ትገብር ክንደይ ዓይነታት ኣጽዋር ሒዞም ኣለዉ ክንድምንታይ ሰራዊት ሒዞም ኣለዉ ኣበናይ ዓሪዶም ኣለዉ በየናይ ክተጥቅዕ ትኽእል እንታይ ምስ መን ኢኻ ትወሃሃድ ዘለካ መዓስ ኢኻ ትጅምሮ ዘለካ ብዙሕ ስልትታት ኢኻ ትጥቀም ሲኢልካ ኣይኮነን ኣምጺኻ ኣብ ኣዲስ ኣበባ ሰው ተብለን ብዙሕ ነገራት እዩ ዘሎ ብዓን ተወጊኡ ንብለካ ኣለና እቲ ኩናት ጀሚርዎ ኣሎ እቲ እቲ ፈኸራ ኣብ ሓመድ ፈቲንዎ ኣሎ ኤርትራ ድማ ከመይ ጌራ መዕለቢ ትገብረሉ ድማ ናትና ስራሕ እዩ ማለት እዩ ንካተተሎ ኣለና ብዕሊ ንካተተሎ ኣለና እዚ ናይ ኢትዮጵያ ዝኸይድ ዘሎ ንካተተሎ ኣለና ንካተተሉ ኣለና ዓወት ናትና እዩ ናይ ህዝቢ ትግራይን ናይ ህዝቢ ኤርትራ ደላይ ሰላም ደላይ ራህዋ ደራይ ቅሳነት ዘይመሬቱ ዘይደሊ ህዝብታት ንዓመጽ ዘይወፍር ዓመጽ ክግብት ኢሉ ዘይወፍር ህዝቢ እዚ ሕጂ ጀሚርዎ ዘሎ ኣብ ሓመድ ናይ ዘለዓለም ንዓና ሰላም ዝህብ እዩ ናይ ዘለዓለም ንትግራይ ህዝቢ ትግራይ ሰላም ዝህብ እዩ ባዕሉ ጀሚርዋ ኣሎ ባዕሉ ክወጻ እዩ ማለት እዩ መን እዩ ተዓዊቱ ዝወጽእ መንዩ ከሲሩ ዝወፅእ ድማ ክንሪኦ ኢና ክንሪኦ ኢና ማለት እዩ ና- እ፣ በቃ እቶም ገሌኹም ኤርትራውያን ድማ ኣይደነው ኣይደነው እንታይ ዓይነት ኣተሓሳስባ እዩ ዘለኩም ኣይደነው ልእላውነት ኤርትራ ተደፊሩ እዩ ብዕሊ ተደፊሩ እዩ ንሕና ዝማ ምስ ጥዕመና ምስ ጥዕመና ሕብረተሰብ ኴንና ምስ ዝጥዕመና ሰባት ኴንና ንኣብ ሓመት ካብ ካብ ኣጆኹም ተጋሩ ድማ ኣጆም ሓንቲ ደርፊ ዳ ክንውልዓሎም እምበር እቶም ተጋሩስ ዋላ ምድያብ ኣብዮም ናቱ እቶም ተጋሩ ዶ ክንውልዓሎም ትደርፊ ገለ የባራብረኩም ዶ ትደርፊ ኣንታ እዞም ተጋሩ ንመዓስ እዮም ክትሱ ኣታ ኣጆኹም ባቶም ተጋሩ እንታሰ ድኹም እባ ታታ እዮም ተዳሂሎም ኣታ ዓሕ ዝሓለፈ ግዜ ከኣ ሓቂ ዘረባ ካብ ቁስሊ ናብ ቁስሊ እንድዮም ኮይኖም ኣጆኹም እባ ታታ ኮይኖም ኣታ ኣጆኹም ኣጆኹም እቧዕ ተኾይኖም ኣታ ደርፍኹም ይውላዕ ኣሎ ገለ ናይ ትግራይ እንድዒ ኣጆኹም ኣጆኹም ንትግራዋይ ብምንታይ ቋንቋ ኢኻ ከተረድኦ እንድዒ ኩምና ግን ካልእ ነገር ይክፍጠር ኢና ንብል ዘለና ንሕና ካልእ ነገር ንከይፍጠር ሲ ፅቡቅ ጌርኩም ስርሑ ሕጂ በቃ ሓዝዋ እሞ ሕሽኩም ከዓ ደይምፍናው ንሕና ኤርትራውያን እኮ ነካሳት ስለ ዝኾና ኢና እምበሪ ኣራይ ሕጂ እንታይ እየ ክብል ደልየ ኣነ ትፈልጡኒ እንዲኹም ደጋፊ ፅምዶ ምዃነ ካብ ብቐደመይ ዋ ዋ ዕሉል ዕሉል
ካብታ ፍሮም ደይ ዋን ዝመፀትላ ካብቶም ደይ ተጠራጠርኩላ እየ ንፅምዶ ብክልተ ዓይነ ብክልተ ዓይነት ከም ተቐምጣ ከዓ ትፈልጡ ኢኹም ብክልተ ዓይነት እየ ተቐምጣ ሓንቲ ናይ ሰላም እሙ እንታይ ደልና ኢና ሕጂ ከዓ ወኖ ሓሳበይ እየ ዝብል ዘለኹ ዋላ ሓንቲ ኣይበልኩን ዋላ ሓንቲ ኣይ ኢልካ ኣይበልኩን። ኣማልኣያ ኣማልኣያ እዚኣ ሳልሳይ ግዜ ንኸይንጥለም እውን ክንገሩ ኣለዎም ሕጂ እውን ደሓን ላላ ሕጂ ኤፊ ሓንሳ ኤፊ ደሓን ኤፊ ኤፋ ኤፊ ሓወይ እ፣ ደሓን ላላ ኤፊ ኣነ ክሰምዓካ ስለ ዘለኒ እምበር ግደፎ እሱ ዓይነት ጽባሕ ንግሆ እወ ተጋሩ ይሰቐሉ ገለ እወ ይሰቐሉ ንዓና ክምክተና ዝደሊ ሓይሊ ዋላ ጽባሕ ተጋሩ ኣብ ኣብ መሪሕነቶም መጺኦም ሕጂ ንሕና ናይ ሕጂ ኢና ንገብር ሕጂ ሰላም ደሊኻ ዶ ሰላም ይደለ ኣነ ከዓ ሃርማሞ ግን ሸዒት ደላ ጽባሕ ካብ ንጎ ድሕሪ ንሕና ዛረበ ን- ንሕና ን- ን- ንልምኖ ነገር የለን ጽባሕ ንጎ ከይትግልበጡና ጽባሕ ንጎ ገለገለ ከምኡ ዝበሃል የለን ሰላም ተጌርካ ምስ ሓደ ሰብ ሰላምታ ጥራይ ኢኻ ትዛረብ እወ ሕጂ ኣታ ሓንሳብ ሽሓን ምንታይ ኣና ነገርካ ፅባሕ ኣነ እኮ ሓንሳብ መርሃሰይ እኳ ንክዕዮ ከም በል ንገዛይ ንኤርትራ ጽባሕ ን- ንመግዛእ ናይ ናይ ንኤርትራ ሓን ትንክፋ እኮ የለን ግን ኣለካ ምሸይ ከም ሰብ ዝስማዓካ እዩ ሽዑ እዩ እዚ ግምጥል ግምጥል ፀሊእናዮ

ሕጂ እንታይ እየ ክብለካ ደልየ ኣነ መጀመርያ ንፅምዶ ብክልተ ዓይነት ጥምታ ኢለካያ ብቀደሙ ሓደ መጀመርያ ፅምዶ ምስ ተገብረ ካብ ዝተሓለፈ ኣሕዋትና ኩኑ ደቂ ተጋሩ ኩኑ ገለ ኩኑ ብዙሓት መይትና ኢና ዋላ ኣብዚ ናይ ትማል ጥራይሲ ንቀደም ጥራይ ዘይኮነስ ዋላ ትማል እውን ክንደይ ኢና ጠፊእና ሕጂ ብሓፈሻዊ ግን ንጽምዶ ብምንታይ ኢኻ ትድግፋ ተልካኒ ኣነ ብሰብ ብሕዋተይ እየ ዘይጥምታ ጽምዶ ምክንያቱ ሕዋተይ እንዳሞተላ እታ ሃገር ኤርትራ እውን እንዳመተላ ኩሉ ዓይነት እንዳተኸፈለላ ከሎ ኣብዚ ድላያይ ዓይነት እንዳበላዕ ከለኹ ከም ተሓይሽ ከም ተሓይሽ ክብል ኣይክእልኒ ኣማራጺታት ፍታሕ ከምጻሎም ዝኽእል እየ ነምበር ዋን ድሬ ኣነ ኣነ ሕልፍነት ኣይደሊ ገለ ይደሊ ሓራ ሰብ እየ ኣነ ተፀጊዐ ምስቶም ክመርሑና ዝኽእሉ ሰባት ድነብር ንኤርትራ ብሰላም ክመርሑ ዝኽእሉ ሰባት ምስኦም እየ ድነብር ኣነ ከምዚ ናይ ገሊኦም ከም ናይ ማዕሉ ውፉይ ገለ መለጥ ኢል ሕጂ ብሓፈሻዊ እንታይ ኣብለካ ንፅምዶ ብክልተ ዓይነት እየ ጥምታ ዝበልኩኻ እንታይ እዩ ፅምዶ መጀመርያ እንታይ ኢለ ኣቐሚጠያ ጽምዶ ሰላም እንተኾይኑ ንቆለዋዕ ዝተወልዱ ብሰላም ቤት ትምህርቲ ውዒላ ተምልስ ንዓበይቲ ሰብኡት ቤተክርስትያን ኣውዒላ ኣስታሊማ ተምልስ ንዓበይቲ እደታት ቤተክርስትያን ኣውዒላ ተምጽእ ኣሳሊማ ተምልስ ናይ ጽምዶ መጀመርያ ካብ ትግራይን ኤርትራን ከኣ ናይ ሰላም ባንዴራ እንዳገበርና ኣላማጣ ተመሲሒና ተሰነይ ንሓድር እሱ ይዕላማይ ነይሩ መጀመሪኡ ካብ መጀመሪኡ ማለት እዩ ኣብ ዝተፋላለ መሬት ናይ ትግራይ ተመሲሕና ተደሪርና ከምኡ ከኣ ደቂ ትግራይ ካብ ዓድና ተመሲሖም ኣብ መዓል ጉሉጭ እናሓጀር ውዒሎም ኣብኡ ክምለሱ እዩ እዚ ሓሳብና መጀመርያ ኣለዉ መዓል ብንያም ዲ ገለ ዝበሃል ኣለ ካብዚ ጀርመን ዲ ዘለ ግርብጥ ዝብል እሱ ከማን መጀመርያ ምሳይ እወ ጽቡቕ ገርብል ነይሩ ሓደ ትግራዋይ ግን እሱ ምዕለብ ይብሉን ሕጂ እታ ዝበልኩኻ ሓንቲ ናይ ሰላም እያ ምሽ ብትግራይ ጌራ ብሱዳን ጌራ ከምኡ እውን ንምሉእ ኢትዮጵያ ሰላም ክተምፅኣሉ ኢሉ እዩ ትምኒተይ ናተይ ድሕሪኡ ከዓ እንተዘይኮነኻ እታ ካልኣይቲ ፅምዶ ከዓ ካልኣይ ከዓ እንተ ሰላም ዘይገበረ ኣብ ከዓ እዚኣ ወዲ ጀጋኑ ሓንሳብ ሓንሳብ ብራዘር የባዛረባ ኣለዎ ሰላም ሰላም ሰላም ሰላም ዲ ሰላም ይዛዓት ሓንሳብ ፅናሕ ዘረባ ክዛረብ ክወሃብ ኢኻ ሰላምታ ከጣዕም ብራዘረይ ሕጂ እንታይ ክብል ጀጋኑ
ኣለና ኣለና
ውረድ ውረድ ውረድ ሕጂ እዎ ሕጂ እንታይ ክብል ደሊ ሕጂ ኣነ ሕጂ ናይ ብሓቂ ዝብለካ ዘለኹ ኩሉ ብዚ ናይ ኣብዚ ሸረሪና ዝተገብረ ኣብዚ ናይ ናይ ደቡብ ዝተገብረ ኩሉ ጭቡጥነት ኣለና ኣነ ብራዘረይ ሕጂ እንታይ ክብል ደሊ ኣብቲ ትግራይ ተጋሩ ሕዋትና ሓንቲ ፀገም ኣላቶም እታ ፀገም ከዓ እንታይ እያ መሲለካ ኣብ ትግራይ ኮይኖም በቃ ዘይፍለጡ ሓሰውቲ ናይ ውሽጢ ኣዲስ ኣበባ ኣለው ነግረካ ኣብ ትግራይ ኮይኖም እወ ላንጋ ላንጋ ኣለው የስ እዚኦም እዮም እዞም ለከምቲ ሰባት እዮም ነግረካ ብጭቡጥ ክነግረካ ተኾይነ ሓደ ሰብ ዕላማን ራእን ክህልዎ ተኾይኑ ምሳኻ ዘሎ ሰብ እሙን ክኸውን ኣለዎ። እዚ ብፅሩይ ብፅፁይ እየ ዝብለካ ዘለኹ ኣነ ብፅፁይ ኣነ ምክንያቱ ከምዚኦም ንማስ ሜድያ ስታ ክገብሩ ገለገለ ኣይኮነን ኣነ ኣለኒ ዋላ ድምፂ ዋላ ገለ መልክሉ ዝመላእክዎ ኣለኒ ካብ ውሽጢ ትግራይ ድረኸቦም ኣለኒ ክነግራካ ተረዲካ ኣሎ እዚኦም እንታይ እዮም ዝገብሩ ሕጂ እዚኦም እንታይ እዮም ዝገብሩ ናይ መንሽሙ ማለት እዩ ናይ ገቻቸው ኣለዎ ውሽጢ ትግራይ ትፈልጦ ዘለካ እዞም ኩሎም ናይ ብቀዳማይ ኣብዚ ናይ ደቡብ ዝተሃርሙ እንተሪኢኻዮም ናቶም ሓሰውቲ እንዳተንቀሳቀሱ ከለዉ ተሓቢርዎም ዝተሃርሙ እዮም ተረዲእካ ኣሎ ሕጂ